ሰላም ንዓኹም ይኹን ክቡራት ተኸታተልቲ መደብና ንሎሚ ዝበልናዮ ትንታነ ስፖርቲ ኣለና ሰናይ ምክትታል ግጥማ ሻምፒየንስ ሊግ ኤውሮጳ ጽባሕ ቀዳማ ኣብ መንጎ ታሪኻውያን ክለባት ሊቨርፑልን ሪያል ማድሪድን ብዝካየድ ናይ ፍጻመ ጸወታ መገረጅኡ ክዓጹ እዩ እዘን ክለባት ዘለወን ተጻወትቲ ኣኽቲተን ንኬብ ዩክሬን ኣምሪሐን ኣለዋ። እንግሊዛዊት ሊቨርፑል ነዛ ዋንጫ ንመበል ሻድሻይ ግዜኣ ንምዕዋት ዓንቂዳ ክትብገስ ከላ፣ ማድሪድ ድማ ንመበል ዓሰርተ ሰለስተ ግዜኣ ንምዕዋት እዩ። ካልእ ተወሳኺ ድማ ከታቲላ ሳልሳይ ግዜኣ ነዛ ዋንጫ ምዕታር እዩ። ህሉው ብቕዓት ክልቲኤን ክለባት ምስ እንዕዘብ ሊቨርፑል ኣብ ፕሪመር ሊግ ኣከታቲላ ሰለስተ ጸወታ ነጥቢ ብምጥፍኣ ናይ ራብዓይ ደረጃ ቦትኣ ኣብ ሓደጋ ኣትዩ'ኳ እንተነበረ፣ ኣብ መወዳእታ ጸወታ ተዓዊታ ህላውነታ ምርግጋጻ ይዝከር። ሊቨር ኣብዚ ውድድር ዘይተኣደነ ሸቶታት እናመዝገበት'ያ ኣብዚ ደረጃ ክትበጽሕ ክኢላ። እዚ ድማ በቲ ብሰላሕ፣ ፈርሚኖ፣ ማነ ዝምራሕ መስመር ምጥቃዕ ማዕረ ክንደይ ሓደገኛ ምዃኑን ነቲ ብብሉጻት ተኸላኸልቲ ዝተሃንጸ መስመር ምክልኻል ማድሪድ ኣይትቕሰኑ ዘብል እዩ። ሊቨርፑል ብኣንጻሩ መስመር ምክልኻላ ብዙሓት ኳዕሳሱ ክሕልፍ ይረአ እኳ እንተኾነ ምስ ምምጻእ ናይ ቫንዳይክ ግን ተመሓይሹ ዘሎ ይመስል። እዚ ድማ ክሎብ ዘኸትሎ ሜላ ከም ዝኾነ ብዙሓት ዘልዕልዎ ዛዕባ እዩ። ክሎብ ዝበዝሐ ግዜ ዋላ ብገፊሕ መሪሑ እንከሎ ክዓጹ ኣይረኣን እዩ። መሓመድ ሰላሕ ሓደ ካብ ተጠመትቲ ናይዚ ጸወታ እዩ። ሰላሕ ብ ሰላሳን ክልተን ሸቶታት ብሉጽ ኣመዝጋቢ ሸቶ ፕሪምየር ሊግ ክኸውን ከሎ ኣብ ሻምፕዮንስ ሊግ ብ ዓሰርተ ሸቶታት ምስ ፈርሚኖ ድሕሪ ሮናልዶ ተሰሪዖም ንረኽቦም። ሪያል ማድሪድ ኣብ ጸወታ ንተኸላኻሊ ዳኒ ካቫሃል ከም ተሰልፎ ኣፍሊጣ ኣላ እዚ ድማ ነቲ ከም ላማ ዝብልሑ መጥቃዕቲ ሊቨርፑል ኣብ ምዝሓል ዓብዪ ሓገዝ ከም ዝኾኖም ርጉጽ እዩ ማድሪድ ኣብ ውድድር ላሊጋ ሕማቕ ጉዕዞ እኳ እንተኸደት ኣብ ሻምፒዮንስ ሊግ ሓደገኛ ጋንታ ኮይና እያ ቀሪባ። እዚ ድማ ንውድድር ሻምፒዮንስ ሊግ ማዕረ ክንደይ መሊኻቶ ምህላ ዘርኢ እዩ። እዘን ክልተ ክለባት ነቲ ልዑል ግምት ተዋሂብወን ዝነበራ ክለባት ሲትን ፓሪስን ኣትሪፈን መፅን ብምህላወን ማዕረ ክንደይ ይህልኽ ዘለዎ ፀወታ ከሪኣና ትፅቢት ይግበር። ሪያል ማድሪድ ኣብዚ ግጥም ዘለዋ ምኩራት ተጻወትን ኣብዚ ውድድር ብዘለዋ ግኑን ሽምን ተሓጊዛ ንሊቨርፑል ጸብለል ትብላ እኳ እንተኾነት እዚ ውድድር ንፍጻመ ብምዃኑ ሊቨርፑል እውን ብብሉጽ ብቕዓት እንዳንጸባረቐ መጺኣ ምህላዋ ንክልቲኤን ክለባት ማዕረ ናይ ምዕዋት ዕድል እዩ ክህልወን። ሮናልዶ ነዚ ውድድር ብ15 ጎላት ክመርሖ ከሎ ሰላሕ ብ10 ፈርሚኖ ብ10 ማነ ድማ ብ9 ዝስዕቦ ተጻወትቲ እዮም። ሓደ ካብ ዘይዕድለኛታት ኣሰልጣኒ ዝኾነ የርገን ክሎፕ ንዶርትመንድ ሒዙ ብጓል ዓዱ ባየር ሙኒክ ኣብዚ መድረኽ ዋንጫ ተመንጢሉ ምንባሩ ይዝከር ኮይኑ ነዛ ዋንጫ ክዕወተላ ዝኽእል ካልእ ኣጋጣሚ ረኺቡ ኣሎ ኣሰልጣኒ ማድሪድ ዚዳን ነዛ ዋንጫ ምስ ዝዕወተላ ንሱን ጋንትኡን ሓድሽ ምዕራፍ ክግንጽሉ እዮም እሞ ኸዳ እታ ካብ ዘይትዕወተላ ነዊሕ ኣቑፂራ ዘላ ሊቨርፑል ዶና እንግሊዝ ሒዛታ ትመፅእ ወይስ እታ ነዛ ዋንጫ መንያታ ዘላ ማድሪድ ናብ ከብሓ ተእትዋ? መስመር ምጥቃዕ ሊቨርፑል ዶ መስመር ምክልኻል ማድሪድ? ክሎፕ ነቲ ብማድሪችን ክሩዝን ካዝሚሮን ዝምራሕ ተኣፋፍ መስመር ምክፍፋል ማድሪድ እንታይ ዓይነት ሜላ ተጠቒሙ እዩ ከምክኖ? ሮናልዶ ዶ ሰላሕ መድሕን ጋንታታቶም ይኾኑ? ቀዳም ሰዓት 9:45 ናይ ምሸት በቆጻጽራ ኤርትራ ዝምለስ ሕቶ እዩ። ዝኸበርኩም ተኸታተልቲ መደብና ንሎሚ ዝበልናዮ ትንታነ ስፖርቲ ዝተኸታተልኩሞ እዩ ነይሩ። ብኻልእ ኣጋጣሚ ክሳብ ንራኸብ ሰሰናዩ ብሩኽ ቀዳመ ሰንበት።